እዛ ሓንቲ ጓለይ ሚልዮን እያ ንዓይ ንምንታይ ዋጋ ከፊለ ዝረኸብኳ ጓለይ እያ ዘይተፀበኾ ዝረኸብኳ ጓል እያ ታብታም እንዳገበርኩም በቃ ኣነሲ ጓል ክትህልወኒ ፍጡር ፍጡር ፍጡር ኣብ ኣእምሮይሲ ሓሲበዮ ኣይፈልጥን እየ ጭራሽ በቃ እቲ ሓደ ምስ ወለድኩስ ኣምላኽ ሳፕራይዝ ገይርኒለስ ብሓጎስ ፍንጥዛዕ ኢለዎ ኣነስ በፂሕካንስ ኣነስ ወሊደ እዋይ እቲ ኣምላኽ ይኣኽለኒ ኢለ ዕፁም ሰበልኩ ያ ደሓር ግን ናይ ብሓቂ ማኮ ሓፍተይ ደሓር ግን እግዚኣብሄር ብዘይ ተጸብኾ ሃንደበት ሃንደበት ዕጽፊ ም- በቃ ኣብ ሕልመይ ዘይነበረት ካብቲ ዝምነዮ ዝበለጸ ካብቲ ዝሓስቦ ዝበለጸ ካብቲ ትትምንዮ ዝበለጸ ገይሩ እግዚኣብሄር ውላድ ሂቡኒ ማለት እዩ ሕጂ ክሪኣ ከለኹ ጋመ ክትቁነን ምስ ረኣኽዋስ ኣነ ከምኡ ጋመ ቁነን ኣብ- ኣብ ማዘረይ ሓንሳእ ዋጋ ከፊለ ማለት ነግር ተኽሪኸ ብዙሕ ግዜ ነጊረኩም እየ ብዙሕ ነጊረ ይፈልጡ እዮም እቶም እንድከታተሉኒ እንታይ ዓይነት ዋጋ ከፊለ ይፈልጡ እዮም ብዙሕ ግዜ ተዛሪበሉ እዩ ክደጋግሙ ይድሊ ፍሉጥ ፍሉጥ እዩ ብዙሕ ግዜ ዝደጋግሙ ስለዚ ቴንክ ዩ እና ኣነሲ ኣለዋከው ዓሰርተ ኣዋልድ ኣለዋን ኣሎ ሓሙሽተ ኣዋልድ ኣለዋ ኣሎ ሽዱሽተ ደቂ ብርቂ ዘይኮኑ ንዓይ ግን ብርቀይ እያ ንዓይ ግን በቃ እዚኣ ሲ ናተይ ድያ ኣታ ኣምላኽ ንዓይ ሲ ሂብካኒ ኢለ ብጣዕሚ እናንሻዕ ክትስእን ክሕጎስን መን ምስ ረኣኽዋ ሳፕራይስ እዩ ዝኾን መን ምስ ኣኸዋ ሃንደበት እዩ ዝኾን መን ምስ ኣኸዋስ ሃንደበት ይኾነኒ ንዓኽን ከዓ ከማይ ዘይኮነ ካባይ ዝበለጸ በቃ ትደልዮ እቲ ትደልዮ ብውላድ ጥራይ ዘይኮነ ናይ ስራሕ ድዩ ናይ ናብራ ድዩ ናይ ሓደር ድዩ እቲ ትደልዮ ኣብ ሂወት ክትምነይኦ ዘበለ እግዚኣብሔር ብሓጎስን ፍስሓን ይሃብክን ናይ ብሓቂ እግዚኣብሔር በቃ ኩሉ እቲ ተዓፅዩ ነበረ መንገድታት ይኽፈተልክን ናይ ውላድ ጥራይ ኣይኮነን ናይ ስራሕ ክኸውን ይኽእል ናይ ትምህርቲ ክኸውን ናይ ዝኾነ ነገር እግዚኣብሔር ተዓፅዩ ዘሎ መንገድኽን ኣምላኽ እዚኣ ዓመት እዚኣ ናይ ራህዋኽን እዛ 2026 ዓመት ኩሉ ነገር ትውድኦኦ እዛ ክልተ ሽሕን ዕስራን ሓሙሽተን ትብልጽግኦ ትሕጎሳሉ ካብ ጭንቀት ዘውጽኣልክን ኣምላኽ ይግበረክን ናይ ብሓቂ እግዚኣብሄር ኣምላኽ ክትንክፈካ ከሎ ዋው ብጣዕሚ ኣምላኽ እቲኣ ዝት- እታ ቁስልኻ ክጽግን ከሎ ክትጥዕም ማለት እያ እው ክትጥዕም እው ክትጥዕም ዋላ ክዝክሮ ከሎ ከም ገለ ተታ ተጎድአት ኣምላኽ እዚኣ ትሕመነላ ክትብሎ ከለኻ እታ ድሕ- ድሓመመትካ መፅዩ ጎንኻ ጽግን ከብለካ ከሎ እዋይ ክትጥዕም እዋይ ክትጥዕም ኣምላኽ ክፍውሰካ ከሎ ኣምላኽ ክበፅሓካ ከሎ ሰብ ክእብደካን ኣምላኽ ክእብደካን በበይን እዩ ሓዘን ኣጋጢሙካ ሰብ ኣጆኻ ክብለካ ፅቡቅ እዩ ምሽ ሰብ ከፀናንዓካ ፅቡቅ እዩ ሰብ ሰብ በቃ ኣጆኻ ክብለካ ሰብ ኣብ ጎንኻ ክኸውን ምሽ ፅቡቅ እዩ እግዚኣብሔር ከፀናንዓካ ከሎ ግን ኣነ ንኣምላኽ እንታይ ብሎ ነይረ እስኻ ኣፀናንዓኒ መጸናንዒ እስኻ ከ እስኻ ኣጸናናዕ ደብሰኒ እስኻ እየ ዝብል ነይረ ከም ሰብ ከማንሲ ኣብ ሓዘን ኮፍ ኣይበልኩን ከም ሰብ ከማንሲ ሓዚነ ብጽሑኒ እንዳ ሰብ ኣይበልኩን ንምንታይ እስኻ ከ ኣጸናናዕኒ እስኻ በቃ እስኻ ከኣሊኻ ብምንታይ ከም ተጸናንዓኒ ይፈልጥኒ ግን ኣጸናንዓኒ ምስ በልኮ እግዚኣብሔር ክእብደካ ከሎ እግዚኣብሔር ከጸናንዓካ ከሎ ብጣዕሚ ብጣዕሚ ብጣዕሚ ብጣዕሚ ብቃ ከጸናንዓካ ከሎ እግዚኣብሔር ናይ ኣምላኽ መጸናንዒ በዚ ሓደ ቆልዓ ምስ መጸ በዚ ከዓ ሓደ ቆልዓ ኣብ ውሽጢ ክልተ ዓመት ሲ ክልተ ቆልዑት ክልተ ቆልዑት በዚ ወዲ በዚ ጓል እግዚኣብሄር ኣጸናንዐኒ። ስለዚ ኣምላኽ ከጸናንዓኩም ተጸበዩ እምበር ሰብ ከጸናንዓኩም ብፍጹም ብፍጹም ብፍጹም ብፍጹም ጓህልበይ ምስ በዝሐ ስብል ዳዊት ምጽንናዕካ ዘከርኩ ጓሂ ልብኹም ልብኹም ትርትር ምስ በለ ልብኹም ስብር ምስ በለ ልብኹም ምስ ተጎድአ ጓሂ ልበይ መሊኡ ፅዋኤ መሊኡ እግዚኣብሔር ኣፀናናዕኒ ክትብሎም ከለኻ ቀንዲ መፀናንዒ ቀንዲ ፈውሲ ልቢ ፈጣሪ እግዚኣብሔር ጥራይ እግዚኣብሔር ጥራይ መፀናንዒ እግዚኣብሔር ፈዋሲ እግዚኣብሔር ኣላይ እሱ ከምዚ እንዲኺ ነርኪ እሱ ከምዚ እንዲኺ እሱ ከምዚ ከይበለ መፀናንዒ እግዚኣብሔር እዩ ኣምላኽ ኩሻ መፀናንዒ ግበርኩም if you mess with me you mess with God ምሳይ እንድሕር ምሳይ እንድሕር ተሳፊጥኩም ምስ ኣምላኽ እዩ ኣና ኣምላኽ ሕሊፈ ድበኩም ዳይሬክት ዳይሬክት ናብ ኣምላኽ ጣዕ ኣቢለ ዘንጥረኩም ማለት እዩ ምክንያቱ ምሳይ ዝፋት ዝሳፈጥ ምስ እግዚኣብሄር ዝሳፈጥ ማለት እዩ ሓንቲ ቃል ካብ ኣፈ የዘርብኒ ጠበቃ ከለኒ እንታይ ገድሽኒ ሓፍ ኣቢል ኣንጢረ ናብ ናብኡ እዩ፣ ናብቲ ላ- ላዕለዋይ ደረጃ እዩ ዘብፅሕ እስኹም ከ ከምኡ ልብኹም ክስበር ከሎ ናብቲ ላዕለዋይ ደረጃ ብፅሕዎ ጓህልኩብኹም ክበዝሕ ከሎ ንሰብ ኣይትንገሩ ንኣምላኽ ጥራይ ንገሩ ጓሃ ልበይ ትፈልጣ ኣለካ ብ ኣንጢርኩም ሕደጎም ናበይ ናብ ኣምላኽ ናብ ኣምላኽ ኣንጢርኩም እግዚኣብሔር ቁኑዕ ፈራዲ እዩ እግዚኣብሔር ቁኑዕ ፈራዲ እዩ ሕነ ክስቶ ዘይብል ፈዳይ እግዚኣብሔር እዩ ሕነ ክስቶ ዘይብል ፈዳይ እግዚኣብሔር ኣብ ቅድሚ ጸላእትኩም ዘይቲ ዝቐብእ እግዚኣብሔር ጥራይ እግዚኣብሔር ጥራይ እስኹ ናይ ክስቶ ናይ ክስቶ ከይበለ እግዚኣብሔር መዓስ ሕነ ፈዲ ይፈልጥ እዩ እስኻትኩም ምናልባት ሕነ ክትፈ ድዩ ወይ ናብ ገለ ተብሎ እንታይ መን ከም ዝዛረብ ኣምላኽ ሕነ ክፈዲ ከሎ ግን በየን መጽዩ ትብሎ በየን መጽዩ ትብሎ መጽዩ ግብ ደብለካ ማለት እዩ እግዚኣብሄር ክቐጽዓካ ከሎ ንስሓ እንድሕር ደኣተኻ ንስሓ እንድሕር ኣልትኻ እግዚኣብሄር መሓሪ ይምሕር እዩ እግዚኣብሄር ንኩላትና ኣይምሕረኒ ንኩላትና ኩላትና ሓጢኣተኛታት ኢና ካባይ ጀሚርካ ማለት እዩ ካባይ ጀሚርካ ኩላትና ሓጢኣተኛታት ኢና ግን እግዚኣብሄር ሕነ ክፈዲ ከሎ ግን እግዚኣብሄር ኣሕሊፍካ እግዚኣብሄር ሕነ ክፈዲ ከሎ መዓስ ሕነ ፈዲ ንመን ሕነ ፈዲ ንመን ነብል ኣምላኽ ቅኑዕ ፈራዳይ ቅኑዕ ፈራዳይ ወላ ሓንቲ ቀያሕ ስለ ዝኾንኪ ጸላም ስለ ዝኾንኪ እግዚኣብሄር ኣያወግኒ እግዚኣብሄር ወገን ውጹዕ እዩ በቃ ምስቲ ተወጸ እዩ እግዚኣብሄር ሀቀኛ ፈራዲ ስለዝኾነ ገንዘብ ኣየታልሎ፣ ዝምድና ኣየታልሎ፣ ዓሌት ኣየታልሎ፣ ካበይ መፂኻ ኣየታልሎ። እግዚኣብሔር እንታይነትካ ኣይግድሾን እዩ። እግዚኣብሔር ኩልሻዕ ቅኑዕ ምስቲ ተወፅዐ ምስቲ ንብዓት ራሄልሲ ናብ ሰማይ ጠሪዑ ምስ ናብ ሰማይ ጠሪዑ ንብዓት እስራኤላውያን ናብ እግዚኣብሄር ኩሉ ሻዕ ምስቶም ዝተወጽዑ እዩ፣ ምስቶም ዝሓዘኑ እዩ። ጸግዒ ውጹዓት፣ ጸግዒ ድኻታት፣ ጸግዒ ዝሰኣኑ፣ ጸግዒ ብዱላት፣ ጸግዒ ድበኽ እዩ እግዚኣብሄር። እግዚኣብሄር ጸግዒ እዞም ኩሉ ጸግ- ጸግ- ተጻረፍቲ፣ ጸግዒ ቡሊ ዝገብሩ፣ ጸግዒ ተራገምቲ፣ ጸግዒ ፀግዒ በደልቲ ፀግዒ ዓመፅቲ ኣይኮነን እግዚኣብሔር ዓመፅ ዝቃወም ግፍዒ ዝቃወም ፀግዕቶም ቡዱላት ፀግዕቶም በኸይቲ ፀግዕቶም መፀግዒ ፀግዒ ኦርፋና ፀግዒ ኣቦ ደይብሎም ፀግዒ ኣደ ደይብሎም ፀግዒ ዝጠመዩ ፀግዒ ፀግዕቲ ዝተገፍዐ ፀግዕቲ ዝተፈንፈነ ፀግዕቲ ዝሓመመ እዩ እግዚኣብሔር እግዚኣብሔር እቲ ሰብ ዘይደልዮ እቲ ሰብ ዝፈንፈኖ እግዚኣብሔር የልዕሎ እግዚኣብሔር የልዕሎ እቲ ድኻ ትከምዚ ትሕማም ዘሎ እቲ ቆሳ ዝተባህለ እግዚኣብሄር የልዕሎ ካብ መሬት ካብ መሬት ካብ ደቂስካላ ዝነበርካ ጎደና ሆምለስ ዲካ ኮንካ እግዚኣብሄር የልዕለካ ቦታ ዲካ ሲኢንካ እግዚኣብሄር የልዕለካ ወረቀት ዲካ ሲኢንካ እግዚኣብሄር የልዕለካ ስራሕ ዲኻ ስኢንካ እግዚኣብሔር የልዕለካ ጸሊም ዲኻ እግዚኣብሔር የልዕለካ ቀይሕ ዲኻ እግዚኣብሔር የልዕለካ ሓጺር ዲኻ እግዚኣብሔር የልዕለካ ወዲ ርኹባት ወዲ ኖጋውስ ዲኻ እግዚኣብሔር የልዕለካ ወዲ ዱኻታት ወዲ ስኡን ዲኻ እግዚኣብሔር የልዕለካ ኦርፋን ዲኻ ኣድና ቦን ዘይብልካ እግዚኣብሔር የልዕለካ እግዚኣብሔር ጸቅቲ ተጓሕፈ ጸቅቲ ተደርበ ጸቅቲ ሰብ ዘይብሉ ጸቅቲ ሓዊ ዘይብሉ ጸቅቲ ኣደ ዘይብሉ ጸቅቲ ሰብ ዘይብሉ ጸግዕቲ ገንዘብ ዘይብሉ እዩ እግዚኣብሄር ጸግዒ ውጹዕ እዩ መዓስ መጺኡ የልዕለካ ኣይፍለጥን እዩ ግን እግዚኣብሄር የልዕለካ እዩ እግዚኣብሄር የተንስኣካ እዩ እዚ ከምዚ ድዩ ነይሩ ክሳብ ትበሃል ግን እዚ ዝገብር እንታይ እዩ ኢድካ ንእግዚኣብሄር ምስ ኣልዓልካ ጥራይ ኢድካ ንእግዚኣብሄር ምስ ኣልዓልካ ኣምላኽ ጸግዒ ውጹዓት እዩ ኣይትሰንብዱ እዚ ሓላፋይ እዩ ይሓልፍ እትመጽእ ትሓልፍ እትመጽእ ኩሉ ሓላፋይ እግዚኣብሔር ግን ናይ ዘላለም ነባሪ እዩ። ምናልባት ሕጂ ጥዒሙካ ሕጂ ብዙሕ ደረጃ ኣብ ዓብ ደረጃ በፂሓ ሰብ ትገፍዕ ትህሉ፣ ሰብ ትንዕቕ ትህሉ፣ ሰብ ተናሹ ትህሉ። ደሓር እስኻ ትናሸወላ ግዜ ኸዓ ትመፅእ እያ። ዓለም ከምኣ ትገላበጥ እያ። እስኻ ሓገዝ ትደልየሉ ግዜ ክመፅ እዩ። እስኻ ሰብ ትደልየሉ ክመፅ እዩ። ምናልባት ብሰብ ተኸቢብካ ትኸውን፣ ምናልባት ብገንዘብ ተኸቢብካ ትኸውን፣ ምናልባት ሕጂ ኣይፀገመካን፣ ምናልባት ሕጂ ኣብ ፅቡቕ ቦታ ክትህሉ ትኽእል ግን ፅባሕ ንጎ ንሰብ ኣለቅሐን ትብለላ ግዜ ክትመፅእ ትኽእል እያ ትስእነላ ግዜ ክትመፅእ ትኽእል እያ ሓዘን ዘጋጥመልካ ግዜ ክትመፅእ ኩሉ ሻዕ ሰብ ኣብ ዝተቐመጦ እግዚኣብሄር ጥራይ እዩ ኣብ ዝተቐመጡ ኣብ ዝፋኑ ኮፍ ዝብል እምበር ሰብ ኣብ ዝተቐመጡ ኣብ ዝፋኑ ኮፍ ኣይብልን እዩ እግዚኣብሄር እዩ ኣብታ ተቐመጣት ንቕንቕ ዘይብል ትሕድ ዘይብል ድዕሊ እግዚኣብሄር ጥራይ ሰብ ግን ኣብታ ተቐመጣ ኮፍ ኢሉ ክነብር ኣይክእልን እዩ። በቃ ሰብ ኣብታ ዘለታ ደረጃ ንዘለኣለም ክነብር ኣይክእልን እዩ። ሰንከልከል ክብል እዩ ፍጡር ስለ ዝኾነ ሻምብቆይ ሰንከልከል ክብል እዩ። ሓንቲ መዓልቲ ክወዲቕ እዩ፣ ሓንቲ መዓልቲ ክትስ እዩ። እዚ ናይ ህይወት መስርሕ እዩ። ኣታ ስኻ ኣብ ፅቡቕ ወረ ደረጃ ዘለካ ንትሕቲ ኢኻ ሎ ኣይተንዕቆ ምክንያቱ ፅባሕ ንጎ እንታይ ትሓትት እንታይ ትደሊ ኣይትፈልጥን ኢኻ ምክንያቱ ሕጂ ጥዕና ክህልወካ ክእል ጽባሕ ንግሆ እግዚኣብሔር ክሕመመካ ይኽእል። ምስ ሓመምካ ካብ ትጠዓስ ብድዐይ ትዛረብ፣ ምስ ሰኣንካ ከይትጠዓስ ብድዐይ ትዛረብ። በቃ ንእግዚኣብሔር ከዓ ኣመስጊንካ ተመስገን ኣምላኸይ ኣብኡ ንኸይትወድቕ ትፅዕር ኣብኡ ንኸይትወድእ ትፅሊ እምበር ብድዐ ዘረባ ምናልባት ሕጂ ስ ካብቲ መንበር ላዕሊ ዝተቐመጥካ ንትሕቲኻ ዶ ትደፍኦ ኣለካ ሓንቲ መዓልቲ ልዕሊ ነቲ ልዕሊ ንእግዚኣብሔር ልዕሊ ይብሉ ንኣምላኽ ልዕሊ ይብሉ እሱ ይላዕሊ ንእግዚኣብሔር ደፊኡ ዘውርዶ የለን ምክንያቱ እግዚኣብሔር ኣብ ፅፍሒ መወዳእታ ላዕሊ ተቐመጠ እዩ ንእግዚኣብሔር ልዕሊ ኢለ መን እዩ ክደፍኦ ልዕሊ እግዚኣብሔር የለን መን ይደፍ እስኻ ግን ልዕሊኻ ሰብ ኣሎ እስኻ ኣብዛ ሕጂ ደለለኻ ኣለኻ ልዕሊኻ ሰብ ኣሎ ኩሉ ሻዕ ንሰብ ልዕሊ ኣለዎ ኩሉ ሻዕ ንሱ- ንሰብ ካብኡ ዝበልፅ ኣሎ ካባኻ ዝበልፅ ደፊኡ ንከይውርደካ ክትሓዝን ኣለካ ብፍርሕን ብምንቅጥቃጥን ንእግዚኣብሔር እዛ ዘለካ ተመስገን ኢልካ ክትነብር ኣለካ እምበር እስኻ ኣብ መንበር ስለተቐመጥካ ነትሕቴኻ ደሎ መንበሩ ትሰብረሉ ተበሳጮ ቡሊ ትገብሮ ትፀርፎ ድላይካ ክትገብሮ ከለካ ፍጡር እግዚኣብሔር እዩ ኣምላክ ምናልባት ሕጂ ከይመልሰልካ ይኽእል ግን ነቲ ሰብ ፍጡር ኣምላኽ ከተናሽዎ ከለኻ ክትጸርፎ ከለኻ ከተሕርኦ ከለኻ ኣጉሂኻዮ ክትሓድር ከለኻ እስኻ መጀመርታ ናይ ሕልና ማእሰርቲ ትገብር ሕልናኻ እግዚኣብሔር እንድሕር ወሲድዎኻ ሕልና ኣልባ ትኸውን ያ ሕልና ኣልባ ትኸውን ሕልና ዘይብልካ ትኸውን ሽዑ እንታይ ትኸውን ሱቅ ኢልካ ልቅ እግዚኣብሔር ነፃ ገድፈካ መወዳእታኻ እግዚኣብሔር ከምታ ፅልልቲ ኣድጊ እንዳደበለ ናብ ቀላይ ትኣቱ ከምኡ ኢኻ ትኸውን ስለዚ ኣፍና ምእካብ ዘረባና ምእካብ ብድዐ ዘይምዝራብ ሕማቕ ዘይምዝራብ በቃ ካብ ኣፍና ብድዐ ገዲፍና እታ ዘለና ተመስገን ኢልና ያ ተመስገን ኢልካ ትነብር ካብታ ዘለካ ንከይትፀድፍ ማለት እዩ ምክንያቱ ምድያብ ከም ዘሎ ፀድፉና ኣሎ ኩሉ ሻዕ ዓቐብ ከም ዘሎ ቁልቁለትን ኣሎ ናይ ብሓቂ ዓቐብ ጎቦ ኣሎ ምሽ ዓቐብ ትዲባ ቁልቁለት ከረውረው ኢልካ ካ ጻሕ ኢልካ ምብቃ ከም ሰይጣን ማለት እዩ ሰይጣን ሲ ተመካሕካ ጻሕ ሓቢለ ካብ ደቕኩ ካብ ምሽሉ እግዚኣብሔር ጻሕ ሓቢሉ ካብ ሰማይ ጻሕ ሓቢሉ ዝደርብዮ ከም ምውዳቑን ኣላ ሕጂ ግን ናይ ምስባኽ ተቐይራ እዚኣ ምስባኽ ኣይኮነትን ሓውሲ ማዕዳ ምስባኽ እያ ሶ ነንሕድና ንተሓጎስ ጥራይ ይኣኽለና ኣብዚ ይኣኽለና

ነዊሓ ክንዲዚኣ ተትኸውን ፅቡቅ ኣይፈለጥኩን ከምዚኣ ተትኸውን ፅብቅቲ ቁርብ ነዊሓ ኣርእየክን ነይረ ኣብ ሓንቲ ጎማ ሓንቲ ክትገዝኣ ከለኽን ሰለስተ እያ ትመፅእ እጅ ሰለስተ እኹል እዩ እዚ ሰለስተ እዩ ማለት እዩ እኹል እዩ ዋላ ብድሕሪት ክበዝሕ መዓት እዩ ግን ሓንሳ ኦልሬዲ ስለዝገዛእኹ ኢለ ኣይበታተን እዩ ሓንሳእ ገዚእክን ትጥቀማሉ ሕጂ ነዊሑ ግን ቁሩብ ነዊሑ ረኦ ኩሉ ገጸይ ሸፊኑ ከምዚኣ ተትብል ጽብቕቲ ነይራ ከምዚኣ ከምዚኣ ጽብቕቲ ነይራ ሽዋየ ከማንሲ ቁሩብ ከምዚኣ ምበለት ነይራ ኔም ሓራይ ትታግ ኣውፅእ የለኹ ግን እታ ቪድዮ ሪፖስት ክገብረልክን እየ መሊሰ መሊሰ ክስታ ክገብረልክን እየ ኣብታ ዳሓለፈት ኣውደ ዓመት ቪድዮ ሰርሐልክን ነይረ ምስ ላስቲጋ ገይረ ያ ክስታይ ደጋጊምካ ትሰርሓሉ ኢኻ ክስታይ እዩ ኣይተሓሓዝን ከምዚ ናይ ኢትዮጵያ ድተሓሓዝ ሓንሳእ ተጠቂምካ ሕጂ በቀዳማይ ተቆነንኩሉ ደጊመ ተቆኒነሉ ከምዚ ሓንሳእ ሓንሳ ተጠቂምካ ድጓሓፍ ኣይኮነ መመሊስካ ክትጥቀመሉ ትኽእል ኢኻ ይኾኖ ሕጅራ ኣይተተሓሓዘ ገለ ይበለ መሊሰ ተቆኒነሉ ኣይተሓሓዝን ኣይወፅእ ኣይተሓሓዝን ይኾኖ ኣይወፅእ ኣይተሓሓዝ ጌርካ ክፎኩስ ከተትሪያ